ስም ኣብን ወልድን መንፈስ ቅዱስን ሓደ ኣምላክ ኣሜን። እግዚኣብሔር ኣምላኽና ነዚ ንገብሮ ዘለና ኣስተንትኖ ብሓቂ ብመንፈሱ መሪሑ ካብ ዕለት ናብ ዕለት ዘሰንየና ዘሎ እናመስገና፣ ነዚ ጀሚርናዮ ዘለና ትምህርትና ከኣ ብዝግባእ ኣሰንቲና ኣብ ህይወትና ከነተግብር ክሕግዘና እናለመንና ነዚ ጀሚርናዮ ዘለና ትምህርትና ክንቅጽል ኢና። ኣብ ዝሓለፈ ትምህርትና ጥንታዊ ኩነት ናይ ሰብ ርኢና፣ ኣብቲ ኣዳም በይኑ ዝነበረሉ ኣብ ጽሞና ዝነበረሉ ኩነት ከመይ ከም ዝነበረ ኣብቲ ኩነት ድማ እንታይ ከስተማቕር ከም ዝኸኣል ርኢና። ከም ዝረኣናዮ ብሓቂ ንሱ ኩነት ናቱ ወይ ፍጥረት ናቱ ካብ ፍጥረት ናይ ካልኦት እንስሳ ኣዝዩ ዝተፈልየ ምዃኑ ክርዳእን ከስተውዕልን ክኢሉ። ብዘይኡ እውን ምሉእ ዝኾነ ናጽነት ከም ዝተዋህቦ በዚ ናጽነት ድማ ናብ ፍቕሪ ከም ዝተጸውዐ ኣብቲ ጽሞና ድማ ብሓቂ መሰረቱን ጸዋዕታኡን ዕላምኡን ፍቕሪ ምዃኑ ድማ ከስተውዕል ክኢሉ ማለት እዩ። ነቲ ዘስተማቐሮ ፍሉይ ፍቕሪ ናይ እግዚኣብሔር ድማ ምስ ከምኡ ዓይነት ሰብ ክካፈሎ ከም ዝደለየ በዚ ድማ እግዚኣብሔር ሰብ በይኑ ክነብር ጽቡቕ ኣይኮነን ካብ ምባል ካልኣይቱ ክገብረሉ ከም ዝተበገሰ ርኢና ማለት እዩ። ኣብዚ ናይ ሎማዓንቲ እነስተንትኖ ሓሳብና እቲ ካልኣይ ክፋል ኮይኑ ጥንታዊ ሓድነት፣ Original Unity፣ ዝብል ሓሳብ ከነስተንትን ኢና። ሓድነት ናይ ኣካላት እውን ክንብሎ ንኽእል በቲ ሓደ ወገን ምኽንያቱ ኣዳም ኣብቲ ኩነት ናይ ጽሞና ንሱ ሓደ ፍሉይ ኣካል ምዃኑ ከስተውዕል ክኢሉ እዩ። ከምኡ ዓይነት ካልኣይቲ ኣካል ምስ ተፈጥረ እዞም ክልተ ኣካላት ከመይ ገይሮም ሓደ ከም ዝኾኑ ክነስተንትን ኢና። ኣዳም ድሕሪ ካብኦም ኣፍቃሪት ከይረኸበ ነቶም እንስሳታት ምስማዩ ነታ ሰበይቲ ምስ ረኸባ እንታይ ከም ዝተሰምዖ ክንግምት ንኽእል። ምኽንያቱ ከምኡ ዓይነት ሰብ ብምርካቡ ሓደ ፍሉይ ዝኾነ ሓጎስ ከም ዘስተማቐረ መቸም ክንግምቶ ንኽእል ኢና። እቲ እዚኣ ዓጽሚ ካብ ዓጽመይ፣ ስጋ ካብ ስጋይ ዝብል ዘረብኡ ነቲ ፍጹም ኣድንቖትን ተምሳጥነትን ኣብ ልዕሊ ሄዋን ይገልጽ፣ ኣብ ዘፍጥረት ክልተ ዕስራን ሰለስተን ንረኽቦ። ካብቲ ድቃሱ ምስ ተበራበረ ከምኡ ዓይነት ሰብ ምስ ረኣየ፣ እዚኣ ዓጽሚ ካብ ዓጽመይ ስጋ ካብ ስጋየ'ያ ብምባል ብሓቂ ብሄዋን ኣዝዩ ከም ዝተመሰጠን ከም ዘድነቓን ድማ ንርኢ። እዚ ድማ ፍሉይ ሓጐስ ከም ዝተሰምዖ ዘረጋግጸልና'ዩ። ሕጂ ነቲ ናብቲ ሰብኣዊ ኣተኵሮኡ ነስተውዕል። ኣዳም ብሰብነታ ተደኒቑ ምኽንያቱ ከምቲ ርእሰ ሊቃነ ጳጳሳት ዝብልዎ እቲ ሰብነት ነታ ሰብ ዝገልጽ ስለ ዝኾነ። ሕጂ ኣዳም ንሄዋን ርእይ ምስ ኣበላ እዩ ዝድነቕ ዘሎ። ዝድነቕ ዘሎ ግን ከም ሰብ ስለ ዝተላለያ፣ ዝፈለጣ፣ ፍቕራ ስለ ዘስተማቐረ ዘይኮነ ነቲ። ሰብነታ ብምርኣይ ከምኡ ዓይነት ሰብ ብምርኣዩ ኣዝዩ ይድነቕ። ሰብነታ ብምርኣይ ግን ነቲ ግዳማዊ ሰብነት ዘይኮነ ነታ ሰብ እዩ ዝድነቕ ዘሎ ምኽንያቱ እቲ ሰብነት ነታ ሰብ ስለ ዝገልጽ በታ ሰብ ድማ ኣዝዩ ክድነቕ ንርኢ። ኩሎም እቶም ዝሰመዮም እንስሳታት ሰብነት ነይርዎም ኣካላት ወይ ፐርሰንስ ግን ኣይነበሩን። ብሓቂ ሰብ ብሰብነት ጥራይ ዝድነቕ እንተ ዝኸውን ነይሩ፣ ኣዳም ብእንስሳታት ኣዝዩ ምተደነቐ። ምኽንያቱ ኣብ ሰብነት ሰባትን እንስሳታትን ብዙሕ ፍልልያት ስለ ዘይብልና። እቲ ግዳማዊ ኩነት ናይ ሰብ ግን ነቲ ምልኣት ሰብ ዝገልጽ ስለ ዝኾነ፣ በቶም እንስሳታት ዘይተደነቖ ኣድንቖትን ዘየርኣዮ ተምሳጥነትን ኣብ ሄዋን ነቲ ግዳማዊ ሰብነታ ብምርኣይ ኣዝዩ ክድነቕን ክምሰጥን ንርኢ ማለት እዩ። ኣብ ቋንቋ ዕብራይስጥ ስጋን ዓጽምን ሰብ ማለት እዩ። ስለዚ ነቲ ስጋ ካብ ስጋይ ዓጽሚ ካብ ዓጽመይ ክብል ከሎ እዛ ሰብ እዚኣ ካባይ ሰብ ዝወጸት ወይ ድማ ከማይ ሰብ እያ ዝብል መልእኽቲ ኣለዎ። ስለዚ ሄዋን ካብ ዓጽሚ ኣዳም ተፈጢራ ክንብል እንከለና ክልቲኦም ሰብኣይን ሰበይትን ሓደ ሰብኣውነት ይካፈሉ ኣለዉ ማለት እዮም። ምክንያቱ ኣብቲ ናይ ሰብ ምዃን ኩነት ክልቲኦም ብማዕረ ይሳተፉ ስለ ዘለዉ። ክልቲኦም ብመልክዕ ኣምላኽ ዝተፈጥሩ ኣካላት እዮም። ክልቲኦም ካብ እንስሳታት ዝተፈልዩ ንበይኖም ዝነብሩ እዮም ነይሮም። ክልቲኦም ኪዳናዊ ፍቕሪ ክነብሩ ዝተጸውዑ ነበሩ። ስለዚ እቲ ኩነት ናይ ክልቲኦም ካብ ናይ እንስሳታት ኣዝዩ ዝተፈለየ ምዃኑ የረጋግጸልና። ምክንያቱ ክልቲኦም ብመልክዕ ኣምላኽ ዝተፈጥሩ እዮም። ክልቲኦም ካብቲ ናይ እንስሳዊ ህይወት ዝተፈልየ ህይወት ክነብሩ ዝተጸውዑ እዮም። ክልቲኦም ድማ ሓደ ኪዳናዊ ፍቕሪ፣ ብኪዳናዊ ፍቕሪ ዝተጠምረ ህይወት ሓድነት ንክህልዎም ዝተጸውዑ ምዃኖም ንርኢ ማለት እዩ። በዚ ምኽንያት ሰብኣይ ኣቡኡን ኣዲኡን ሓዲጉ ምስ ሰበይቱ ሓደ ኣካል ይኸውን ይብለና ኣብ ዘፍጥረት ክልተ ዕስራን ኣርባዕተን። ኣቡኡን ኣዲኡን ሓዲጉ ምስ ሰበይቱ ሓደ ኣካል ይኸውን። እዚ ኩነት ናይ ሓድነት በይንኻ ካልኣይ ዘይብልካ ናይ ጽሞና ኩነት ዝስዕር እዩ። ምኽንያቱ ኣዳም ንበይኑ ነይሩ፣ ሄዋን ምስ ተፈጥረት ግን ሓደ ኮይኖም። እዚ ሓድነቶም ድማ ነቲ ናይ ጽሞና ኩነት ዝስዕር እዩ ማለት እዩ። እዚ ናይ ደቂ ሰባት ሓደ ኣካል ምዃን ካብቲ ናይ እንስሳ መውስቦ ኣዝዩ ዝተፈልየ እዩ። እቲ ዝዓበየ ፍልልዩ እንታይ እዩ? ስለዚ እንስሳታት ብሰብነቶም ይራኸቡ ሓድነት ኣለዎም። ደቂ ሰባት ድማ ብሰብነቶም ሓደ ይኾኑ። እቲ ናይ ሰብነት ሓደ ምዃን ናይ እንስሳታትን ናይ ሰባትን እንታይ እዩ ፍልልዩ ኢልና ግን ክንሓትት ይግብኣና። ብዓይኒ ባይሎጂ ክንሪኦ ከለና ሓደ ዓይነት ይመስል ግና ናይ ሰብ ጾታዊ ሓድነት ባይሎጂካዊ ኩነት ጥራይ ኣይኮነን። በቲ ሓደ ምዃን ባይሎጂካዊ ብናይ ባይሎጂ መንገዲ ወይ ዓይኒ ክንሪኦ ከለና ሓደ ይመስል። ናይ ሰብ ሓደ ምዃን ግን ናይ ባይሎጂ ጥራይ ከም ዘይኮነ ግን ክንርኢ ይግባኣና። እኳ ደኣ መንፈሳውን መለኮታውን ኩነት እዩ። ናይ እንስሳ ሓደ ምዃን ከም ናይ ሰብ ሓደ ምዃን እንተ ዝኸውን ነይሩ፣ ናይ ሰብ ሓድነት ከም ተራ ነገር ምኾነ ነይሩ። ናይ ሰብ ሓድነት ካብ ናይ እንስሳ ዝፈልዮ ግን ሓደ መለኮታዊ መንፈሳዊ ኩነት እውን ዘንጸባርቕ ስለ ዝኾነ እዩ። ስለዚ ነዚ መለኮታውን መንፈሳውን ኩነት ናይቲ ሓደ ምዃን ወይ ድማ ናይ ጾታዊ ርክብ እንተ ደኣ ፈሊናዮ እቲ ናትና ሓደ ምዃን ምስ ሰባት ልክዕ ከም ናይ እንስሳ ወይ ድማ ኣብ ደረጃ እንስሳ ይወድቕ ማለት እዩ ናይ ሰብ ሰብነት ኣብቲ መንፈሳዊ ምስጢር ናይ መለኮታዊ ፍቕሪ ክሳተፍን ክገልጽን እዩ ዝተፈጥረ ስለዚ እቲ ሰብነት ናይ ወዲ ሰብ ነቲ መለኮታዊ ወይ መንፈሳዊ ፍቕሪ ኣምላኽ ኣብኡ ክሳተፍን ንዕኡ ክገልጽን ከንጸባርቕን እዩ ዝተፈጥረ። ኣብ መዝገበ ሃይማኖት ዕስራን ሰለስተን ሱሳ እንታይ ይብለና? እቲ ኣብ መደብ ኪዳን ዝፍጸም ናይ ሰብ ኪዳን ስጋዊ ርክብ ናይቲ መንፈሳዊ ሕብረቶምን ሓድነቶምን ምልክትን ውሕስነትን እዩ ይብለና። ስለዚ መንፈሳዊ ሓድነት እንተዘየለ ብሰብነት ወይ ብኣካል ጥራይ ሓደ ምዃን ነቲ ናይ ሰብኣዊ ኩነት ናይ ጾታዊ ርክብ ዝገልጽን ዘንጸባርቕን ኣይኮነን። ሰባት ቅድሚ ብሰብነቶም ሓደ ምዃኖም ብመንፈሳዊ ወይ ብኣካል ብመለኮታዊ ኩነት ናቶም እውን ሓድነት ክህልዎም ክኽእል ኣለዎ። ስለዚ መንፈሳዊ ሓድነት ዘይብሉ ሰብነታዊ ሓድነት ጥራይ ከም ናይ እንስሳ ኮይኑ ይተርፍ ማለት እዩ። እንስሳታት መንፈሳውያን ስለ ዘይኰኑ ነዚ መንፈሳዊ ሕብረት ኣይተፈጥሩን። ከመይ እቲ ሰብነቶም ብመንፈስ ኣይመልእን ብመልክዕ ኣምላኽ እውን ኣይተፈጥረን። ስለዚ እቲ ሰብነቶም ብመንፈስ ኣምላኽ ስለ ዘይመልአ መልክዕ ኣምላኽ እውን ዘንጸባርቕ ስለ ዘይኰነ እቲ ብሰብነቶም ዝገብርዎ ተግባር እውን ተራ ነገር ደኣ እምበሪ ናይ ኣምላኽ መልክዕ ዘለዎ ኣይኰነን። ሰባት ግና መንፈሳውያን ስለ ዝዀኑ፣ ብመንፈስ ዝመልኡ ስለ ዝዀኑ፣ እቲ ሰብነቶም እውን መልክዕ ናይ ኣምላኽ ዘንጸባርቕ ስለ ዝዀነ፣ ብሰብነቶም ዝገብርዎ ተግባር ኵሉ እውን ነቲ መልክዕ ናይ ኣምላኽ ዘንጸባርቕ ክኸውን ክኽእል ኣለዎ። ካብዚ ወጻኢ ዝዀነ ዓይነት ዝፍጸም ብሰብነት ነቲ ናይ ኣምላኽ ኵነት ዘንጸባርቕ ኣይኰነን ማለት እዩ። ስለዚ ሰባት ካብ ፍቓድ እግዚኣብሄር ወጺኦም ብስምዒት ስጋ ተደሪኾም ብሰብነቶም ምስ ካልእ ሓደ ክኾኑ እንከለዉ ኣብ ደረጃ እንስሳታት ይወድቁ ኣለዉ ማለት እዮም። ምኽንያቱ ነቲ መደብን ዕላማን ናይ ኣምላኽ ዘንጸባርቕ ኣይኮነን። ንፍቕሪ ኣምላኽ ነቲ መለኮታዊ መደብ ኣምላኽ እውን ዘንጸባርቕ ስለ ዘይኮነ ናይ ስምዒትን ናይ ስጋን ኮይኑ ስለ ዝተርፍ ማለት እዩ። ስለዚ ሓደ ኣካል ምዃን ነቲ ምውህሃድ ናይ ክልተ ሰብነት ከም ናይ እንስሳ ጥራይ ኣይኮነን ዘመልክት። ስለዚ ሓድነት ክብል እንከለና ክልተ ሰብነት ከምዚ ናይ እንስሳ ሰብነት ዘለና ምውህሃድ ጥራይ ኣይኮነን። ኣብ ሎሚ ዘሎ ኣተሓሳስባን ርድኢትን ልክዕ ኣብ ከምኡ ዓይነት ደረጃ ወዲቑ ዘሎ እዩ። በቃ እቲ ሓድነት ብግዳማዊ ነገር ጥራይ ርኢና ኣብ ደረጃ ናይ እንስሳ ነውድቖም ማለት እዩ። ግና ናይ ሰባት ሓድነት ወይ ናይ ሰብነት ጥራይ ኮይኑ ዝተርፍ ኣይኮነን። እንታይ ደኣ ምስጢራዊ ወይ ሳክራመንታል መግለጺ ናይ ነቲ ናይ ሰብ ሕብረት እዩ። ከምቲ ኣቐዲምና ዝበልናዮ ሰባት ብመንፈሶም ምስ ሓበሩ ብሰብነቶም ድማ ይሓብሩ ማለት እዮም። እቲ ናይ ሰብነት ምሕባር ወይ ሓድነት ምህላው ሓደ ምልክት ናይቲ ሕብረቶም ብመንፈስ ብመለኮታዊ መዳይ እውን ሕብረት ከም ዘለዎም ምልክት ክኸውን ኣለዎ። ሓደ ናቱ ዝገልጽ ምስጢር ክኸውን ክእል ኣለዎ። ከምቲ ቅድም ዝበልናዮ ናይ ሰብ ሰብነት ነቲ ዘይረእ ምስጢር ናይ ኣምላኽ ናይቲ ብርእሱ ዘለኣለማዊ ሓድነት ናይ ኣካልነት ስላሴ ብርእሱ ፍቕሪ ዝኾነ ኣምላኽ ዝረኣ ዝገብር እዩ እዩ ማለት እዩ ስለዚ እቲ ናይ ሰብነት ሓድነት ነቲ ናይ ስላሴ ሓድነት ዝገልጽ እዩ ብርእሱ ነቲ ናይ ፍቕሪ ኣምላኽ እውን መግለጺ እዩ ናይ ፍቕሪ ኣምላኽ መግለጺ ዘይኮነ ናይ ስምዒትን ናይ ግዜያዊ ነገራትን ካብ ፍቓድ ኣምላኽ ወፂእኻ ዝግበር ሓድነት ክኸውን እንከሎ ግን ብመሰረቱ ናይ እንስሳዊ ባህሪ ኮይኑ ይተርፍን ነቲ ናይ እንስሳዊ መልክዕ ድማ የንጸባርቕ ማለት እዩ። ስለዚ ወዲ ተባዕታይን ጓል ኣንስተይትን ወይ ሰብኣይን ሰበይትን ብሰብነቶም ሓደ ክኾኑ እንከለዉ ነቲ ዘይረአ ምስጢር ኣምላኽ ይገልጹ ኣለዉ ማለት እዮም። ኣብዚ ርእሰ ሊቃነ ጳጳሳት ፍሉይ ካቶሊካዊ ኣተሓሳስባ የቕርቡ ምሁራት ናይ ቴዎሎጊያ በታ ሓሳባዊት ነፍስና ንኣምላኽ ንመስሎ ይብሉ ማለት ብሰብነትና ኢና ንኣምላኽ ንመስሎ ዝብል ሓሳብ የቕርቡ። እዚ ሓቂ እዩ። ዮሃንስ ጳውሎስ ካልኣይ ግና ኪንዩ ሓሊፎም ሰብ በቲ ኣብ ኩነት ጽሞና እንከሎ ብውልቁ ንኣምላኽ ዝመሰሎ ክንዲ እቲ ኣብ ግዜ ሕብረት ዝመስሎ ኣይከውንን እዩ ይብሉ። ኣብቲ ኣዳም በይኑ እንከሎ ሄዋን ከይተፈጥረት ኣብቲ ናይ ጽሞና ኩነት እንከሎ ንኣምላኽ ይመስሎ ነይሩ። ደቂ ሰባት ግን ካብቲ ናይ ጥንቲ ጽሞና ንኣምላኽ ዝመሰልዎ ንላዕሊ ኣብ ሕብረቶም ንኣምላኽ ይመስልዎ። ምኽንያቱ መልክዕ ናይ ስላሴ ከም ዝረኣናዮ ሰለስተ ብሓድነት ዝነብሩ እዮም። ሰባት ድማ ብሓድነት ክነብሩ ከለዉ ነቲ መልክዕ ናይ ስላሴ የንጸባርቑ። ካብቲ ብግሎም ዘንጸባርቕዎ መልክዕ ኣምላኽ ድማ ኣብቲ ናይ ሓድነቶም ዝያዳ መልክዕ ኣምላኽ የንጸባርቑ። ብኻልእ ኣዘራርባ፣ ሰብ ንኣምላኽ በቲ ሰብኣውነቱ ጥራይ ዘይኰነ፣ በቲ ሰብኣይን ሰበይትን ካብ መጀመርታ ዝገበርዎ ሕብረት እውን ይመስሎ እዩ ማለት እዩ። ስለዚ ኣዳምን ሄዋንን ምስ ተፈጥሩ ብሓድነቶም ነቲ መልክዕ ናይ ስላሴ ኣንጸባሪቖም። ስለዚ በቲ ሰብኣይን ሰበይትን ዝፍጽምዎ ሕብረት ንኣምላኽ ንቅድስቲ ስላሴ ኣዝዮም ይመስልዎም። ከምኡ እንተ ዚኸውን፣ ኣምላኽ ንጾታዊ ርክብ ዓብዪ ዕላማን ክብርን ዘለዎ ኣይምገበሮን ነይሩ። ናይ ሰብነትና ተግባር ጾታዊ ርክብ ሓደ ተራ ነገር ከም ናይ እንስሳ ነይሩ እንተ ዚኸውን፣ እሞ ድማ ነቲ ናቱ መልክዕን ዕላማን ዘየንጸባርቕ ነይሩ እንተ ዚኸውን፣ ክንድዚ ዓብዪ ክብርን ዋጋን ኣይምሃቦን ነይሩ። ግና እቲ ናይ ሓድነት ናይ ሰብኣይን ሰበይትን ወይ ድማ ጾታዊ ርክብ ኣብ ቅድሚ እግዚኣብሔር ዓቢ ዕላማን ክብርን ስለ ዘለዎ ነቲ ናቱ መልክዕ እውን ዘንጸባርቕ ስለ ዝኾነ ደቂ ሰባት ብኽቡር መንገዲ ክሕዝዎን ክነብርዎን ይደሊ እግዚኣብሔር። ቃል ኪዳናዊ ሕብረት ናይቲ ውሽጣዊ ሕይወት ናይ ሥላሴ ምልክት እዩ። ነዚ ሓቂ ተቐቢልና ኣዕሚቕና እንተ ነስተንትኖ ንጾታዊ ርክብ ብኸምዚ ዘለዎ ኣይምሓዝናዮን ኔርና። ሎሚ ኣብ ህይወትና፣ ኣብ መንእሰያትና፣ ኣብ ዓድና፣ ኣብ ዝተፈላለየ ኩነት ናይ ህይወት ኣብ ዓለም ክንርእዮ እንከለና ነቲ ጾታዊ ርክብ ኣቃሊልካ ዋጋ ዘይብሉ ከም ሓደ ሕሱር ነገር ክንርእዮን ከነተግብሮን እንከለና እንታይ እንድሕር ኢልና ነቲ ዓሚቕ መልእኽቱን ስለ ዘይነስተንትኖ እግዚኣብሔር ኣምላኽ ብኸመይ ዕላማ ከም ዝፈጠሮን ንምንታይ ዕላማ ከም ዝገበሮን እሞ ድማ ንሱ ዓብይ ክብርን ዋጋን ከም ዝህቦ ካብ ዘይምርዳእን ካብ ዘይምስትንታንን ዘምፅኦ ብኸምዚ ንሪኦ ዘለና ኣገባብ ንሕዞን ንነብሮን ኣለና ማለት እዩ። ኣምላኽ ፆታ የብሉን ግና ሰብኣይን ሰበይትን ገይሩ ኣብዚ ፍጥረት ዓለም ናብቲ ናይ ጥንቲ ገላፂ ናይ ምስጢሩ ዝኾነ ሓድነት ፀወዓና። እዚ ንሕና በቲ ንፍጽሞ ሓድነት ናምቲ ናቱ ሓድነት ይጽውዓና። በዚ መሰረት ርእሰ ሊቃነ ጳጳሳት ንመርዓ ናይ ጥንቲ ምስጢር ኢሎም ይጽውዕዎ። ምኽንያቱ ኣዳምን ሄዋንን ምስ ተፈጥሩ እግዚኣብሔር ኣምላኽ ባዕሉ ብዘእሰሮም ኪዳን ሓድነት ፈጠሩ። እዚ ሓድነቶም ድማ ነቲ ናይ ቅድስት ሥላሴ ሓድነት መግለጺ ኮነ። ስለዚ ቃል ኪዳን ወይ መርዓ ናይ ጥንቲ ምስጢር እዩ። ሰብ ዝመሃዞ ወይ ባህላዊ ወይ ግዝያዊ ወይ ሰብኣዊ ነገር ዘይኮነ ተግባር ዘይኮነ ብሓቂ እግዚኣብሔር ኣምላኽ ብዕላማ ብዓብይ ክብሪ ከም ዝፈጠሮ እሞ ባዕሉ ዝፍጽሞ ከም ዝኾነ ዓቢ ክብርን ዋጋን ከም ዝህቦ ናይ ጥንቲ ምስጢር እውን ከም ዝኾነ ክንርዳእ ይግብኣና ማለት እዩ። ብምሉእ ኩነት ናይ ቃል ኪዳናዊ ሕይወት ብርግጽ ምስጢር እዩ። ምስጢር እዩ ክንብል ከለና ነቲ ናቱ መልእኽቲ ይኹን ግርማ ይኹን ነቲ ናቱ ዕላማ እውን ክንበጽሖን ክንርድኦን ኣይንኽእልን ኢና። ብመሰረቱ ግን ናብቲ ናይ እግዚኣብሔር ሕይወትን ናብቲ ናይ እግዚኣብሔር ኩነትን እውን ዘሳትፈና ስለ ዝኾነ ዓብዪ ምስጢር እዩ ኢልና ንጽውዖ። ምክንያቱ ነቲ ኩነት ናይ ቅድስት ስላሴ ኣዕዚዙ ዝገልጽን ዘንጸባርቕን ስለ ዝኾነ። ስለዚ እዚኣ ካልኣይቲ ኩነት ናይ ኣዳምን ሄዋንን ነቲ ጥንታዊ ሓድነት ከመይ ገይሮም ነቲ ፅሞና ስዒሩ ኣዳም ምስ ሄዋን ሓድነት ከም ዝፈጠረ እቲ ሓድነት ድማ መልእኽቱን ዕላምኡን እንታይ ምዃኑ ዝያዳ ክርዳእ ነዚ ከነሰንትን ፀኒሕና ንሎሚ ኣብዚ ከኣኽለና እዩ ኣብ ዝመፅእ ዘሎ ድማ ናይ ጥንቲ ጥራሕ ካብ ምዃን ወይ ኣዳምን ሄዋንን ብዕርቃኖም እዮም ዝነብሩ ነይሮም። እዚ እንታይ እዩ? እንታይ መልእኽቲ ኣለዎ? ክንርኢ ኢና። ንዝመጽእ ዘሎ ኣርእስትና ዝያዳ ንኸነስተንትኖ ክሕግዘና ነዚ ሕቶታት ብግልና ከነስተንትኖ ክንቅኒ። መጀመርያ፣ ኣዳምን ሄዋንን ቅድሚ ሓጢኣት ምፍጻሞም ስምዒት ስጋ ነይርዎምዶ? ንሕና መንእሰያት ንጾታዊ ፍቕሪ ብኸመይ ንርድኦን ንነብሮን? ብኸመይከ ሓደ ሰብ ኣብ ፍቕሪ ክዓቢ ይኽእል? እዘን ሕቶታት እዚኤን ኣብዚ ዝመጽእ ዘሎ ክንምልሰን ኢና። እግዚኣብሔር ኣምላኽ ክሳብ ኣብ ዝመጽእ ዘሎ መደብና ንራኸብ ብድሓን ሰላም የቐንየልና። ብሩኽ ቅንያት።